ሰላም ክብራት ተኸታተልቲ ሎሚ ካስት ኣወይ እትብል ንሓቀኛ ዛንታ ቻክ ኖላን እተዘንቱ ፊልም ሒዘልኩም ቀሪባ ኣለኹ ምክትታልኩም ብኽብሪ ይዕድም እዛ ዛንታ ብዛዕባ ኣብ ሓደ ፊዴክስ እትበሃል ኦንላይን ዝተኣዘዘ ንብረት እተብፅሕ ትካል ዝሰርሕ ቻክ ኖላን ዝበሃል ሰራሕተኛ እያ እተዘንቱ ንሱ ብስርሑ ግዱስ፣ ንዝኾነ ዝተጠልበ ንብረት ኣብ ግዜኡ ክበጽሕ ኣለዎ ዝብል እምነት ዘለዎን ንጡፍ ሰራሕተኛን እዩ ዝነበረ። መብዛሕትኡ ግዜ ከኣ ኣብ ዝተፈላለዩ ሃገራት ንዝርከቡ ጨንፈራት ናይዛ ትካል እንዳኸደ ንሰራሕተኛታት ክብርን ግዜን ብምንጋር ከተባብዕ እዩ ዝረአ። ቻክ ኬሊ እትበሃል ኣፍቃሪት ነበረቶ። ቻክን ኬልን ኣዝዮም ዝፈተዉ ፍቕራት እዮም ዝነበሩ። ንንውሕ ዝበለ እዋን ብፍቕሪ ተጋዒዞም እዮም። ክምርዓው እውን ይደልዩ ነበሩ። እንተኾነ ግን ቻክ ቢዚ እዩ ዝነበረ። ብስራሕ ካብ ሓደ ሃገር ናብ ካልእ ሃገር እዩ ዝንቀሳቐስ ዝነበረ። ብሰንኪ እዚ ድማ ክልቲኦም ክምርዓው ኣይከኣሉን። ክርስትማስ ኣብ ምቕራቡ ቻክ ብሓደ ኣገዳሲ ስራሕ ንማሌስያ ተበገሰ። ኬሊ ክርስትማስ ብሓደ ከሕልፍዎ ከም ዘይክእሉ ፈሊጣ ጽቡቕ እኳ እንተዘይተሰምዓ ቻግል ሓድሽ ዓመት ክምለስ ምዃኑን ብሓደ ከኣ ከም ዘሕልፍዎን ቃል ኣተወላ። በዚ ተረዳዲኦም ናይ ክርስማስ ህያብ ብምልዋጥ ከኣ ተፈላለዩ። ናይ ኬሊ ናይ ክርስማስ ህያባ ሰዓት እያ ዝነበረት። ኣብዛ ሰዓት ከኣ ናታ ስእሊ ነበረ። ብድሕሪዚ ቻክ ንማሌስያ ተበገሰ። ግና ተሳፊሩላ ዝነበረ ነፋሪት ኣብ ሰላማዊ ውቅያኖስ ምስ በጽሐት ብርቱዕ ህቦብላ ኣጓናፍዕ። እዛ ነፋሪት ናይ ፊዴክስ ዝበሃል ትካል ስለ ዝነበረት ኣርባዕተ ተሳፈርትን ናብ ዓማዊል ዝበጽሕ ንብረትን ጥራይ ተጻዒና ዝነበረ ብሰንኪ ዝህቦብላ ከኣ ተባላሻ ኣብ ሰላማዊ ውቅያኖስ ወደቐት ካብዛ ዝወደቐት ነፋሪት ቻክ ደሓነ ቻክ እታ ነፋሪት ክትባላሾ እንከላ ብክልተ ኢዱ ሒዝዋ ዝወደቐ ኣውቶማቲክ ብንፋስ እትንፋሕ ጃልባ ብምንፋሕ ተሰቕላ ኣብታ ምሸት እዚ ውቅያኖስ ብርቱዕ ማዕበል ብምፍጣር ምቻት እንዳጸፍዐ ተጋላብጡ ሓደረ። ንጎ ይዕንቱ እንተኸፈተ ንነብሱ ኣብ ሕጻ ናይ ሓደ ደሴት ተገፊዓ ረኸባ። ኣብዚ ደሴት ከባቢኡ እንተተዓዘበ ብዘይካ ኣግራብን ጎቦን ሰብ ዝበሃል ክርኢ ኣይከኣለን። ብዓብታውን ክጭድር ጀመረ። ግና ዝምልሰሉ ሰብ ኣይረኸበን። ምናልባሽ ዝሓለፋ ነፋሪት እንተረኣዮ ብምባል ከኣ ኣብቲ ሕጻ Help ማለት ሓገዝ ኢሉ ጸሓፈ። ንጎ ተንሲኡ እንተረኣዮ ግና ብጸፍዒ እዚ ውቅያኖስ እዚ Help ኢሉ ዝጸሓፈ ዳርጋ ተደምሲሱ ረኣዮ። ቸክ በዚ ከይተሓለለ እንደገና ብዓበይቲ ኣግራብ ገይሩ Help ዝብል ጸሓፈ። ከምዚ ኢሉ እንዳቐጸለ ኣብታ ዝጠሓለት ነፋሪት ናብ ዓማዊል ንክበጽሕ ተጻዒኑ ዝነበረ ባኮታት በብግዚኡ በዚ ማዕበል ተጸፊዑ ናብዛ ደሴት መጸ። ነዚ ባኮታት ንምእካብ ኣብ ሓደ ጠርነፎ። ቻክ ባኮታት እንዳጠርነፈ እንከሎ ኣብ መንጎ ድምጽታት ዝሰምዕ ግልጽ ይብል ነበረ። እንተኾነ ግን ዝኾነ ይርኢ ኣይነበረን። ግና ኣብ ቅድሚኡ ሃንደበት ኮኮነንት ዝበሃል ፍረ ክወድቕ ተዓዘበ። እዚ ዝሰምዖ ዘሎ ድምጺ ናይዚ ኮኮነንት ከም ዝኾነ ከኣ ክርዳእ ከኣለ። ኣብዚ ደሴት ካብዚ ውቅያኖስ ማይ ክሰቲ ኣይክእልን እዩ ዝነበረ እታ እንኮ ኣማረፂቱ ከዓ ነዚ ኮኮንን ጨይዱ ምስታይ እዩ ዝነበረ ነዚ ኮኮንን ጨይድካ ምስታይ ግን ቀሊል ስራሕ ኣይነበረን ግና ድሕሪ ብዙሕ ፃዕሪ ኮኮንን ቀሊድካ ምስታይ እውን ተላመደ ናይ ፅምኢ ሽጉር ከዓ በዚ ፈትሖ ኣብዚ ደሴት ድሕሪ ክልተ መዓልቲ ቻፕ መግቢ ንምምእራር ኣብዚ ገምገም እዛ ደሴት ምንቅስቓስ ጀመረ። እንተኾነ ግን ጫማ ስለ ዘይነበሮ እቲ የእማን ኣእጋሩ እንዳወግአ ደም ስለ ዘውጾ ነዚ ንምፍታሕ ንስሩ ይቐዲዱ ኣብ እግሩ ብምእሳር ከም ጫማ ክጥቀመሉ ጀመረ። ድሕሪ ቁሩብ መዓልታት ኣብ ጎኑ ሓንቲ በራኽ ጎቦ ተዓዘበ። ኣበየናይ ከባቢ ከም ዘሎ ንምፍላጥ ናብዛ ጎቦ ንክድይብ ከኣ ወሰነ። ኣብ ርእሲ እዛ ጎቦ ብምድያብ ንየማኑ ጸጋሙ እንዳ ኣማዕደወ እንከሎ ኣብ ገማግም እዚ ውቅያኖስ ሓደ ነገር ተዓዘበ። ጎዩ ብምኻድ እንተረኣየ ኸኣ ሓደ ካብቶም ኣብታ ነፋሪት ምስኡ ዝነበሩ ብጾቱ ኮይኑ ረኸቦ። ኣዝዩ ኸኣ ጎሃየ። ንጫማን ላምፓዲናን ናይዚ ብጻዩ ብምትራፍ ኣብዛ ደሴት ቀበሮ። ቸክ ኣብዛ ደሴት ዝቕመጠሎም ዘለዉ መዓልታት እናበዝሑ ኸዱ። በብቑሩብ ከኣ ኣብዛ ደሴት ምንባር ናተይ ኢሉ ብምትሕሓዝ ክላመዶ ጀመረ። ሓደ ምሸት ክሸይን ኢሉ ምስ ተንስአ ብማዕዶ ኣብ ማእከል እቲ ውቅያኖስ ካብ ርሑቕ ብርሃን ረኣየ። ብዓውታ ብምጭዳር ክጽውዕን ላምፓዲና ከብርህን ከኣ ጀመረ። ግና ዝኾነ ክምልሰሉ ወይ ክሪኦ ዝኸኣለ ኣይነበረን። ብድሕርዚ በታ ምስኡ ዝነበረት ብንፋስ ተናፊሓ እትንቀሳቐስ ጀልባ ገይሩ ካብዛ ደሴት ንክወጽእ ፈተነ። እንተኾነ ግን ማዕበል ናይዛ ውቅያኖስ እንዳጸፍዑ ናብዛ ደሴት ክመልስዎን ምስ ዓረ እንዳኣጋጨው ሓደጋ ከውርድሉን እዮም ዝረአ። ሓንከስ እንዳበለ ከኣ ናብዛ ደሴት ተመልሰ። ብድሕርዚ ብርቱዕ ዝናብ ዘነበ። ኣብ ሓደ በዓቲ ብምእታው ነታ ዝነበረቶ ላምፓዲና ብምውላዕ ደቀሰ። ንጎ እንተተንስአ እዛ ላምፓዲና ባትሪ ወዲያ ጸንሓቶ። ንጽባሒቱ ናብዞም እዚ ውቅያኖስ ገፊዑ ዘምጽኣሉ ባኮታት ብምኻድ በብሓደ ክኸፍቶም ጀመረ። ግና ዳርጋ መብዛሕትኦም ጥቕሚ ዘለዎም ኮይኖም ኣይጸንሑን። ካብዚ ኩሉ ሓንቲ ኣብ በረድ ሸተት መበሊ ብታሕቲ በሊሕ ነገር ዘለዋ ጫማ ረኸበ። በዚ ገይሩ ከኣ ነዚ ኮኮነንት ብቐሊሉ ብምጭዳድ ማይ ክሰትን ክበልዖም ዝኽእል ነገራት ንምዳን ዝሕግዝዎ ገረብን ከብልሕ ከኣለ። በዚ በሊሕ ገረብ እናወግአ ኣብ ዝገማግም ደሴት ንዝርከቡ ህይወታውያን ክሃድን እውን ጀመረ። ነዞም እንስሳት ጠቢስካ ንምብላዕ ሓዊ ከም ዘድልዮ ከኣ ክርዳእ ከኣለ። ሓዊ ንምፍጣር እውን ብዙሕ ፈተነ። የእዳዉ ክቕሎጡ ደኣ እምበር ክዕወት ኣይከኣለን፣ ግና ድሕሪ ብዙሕ ፈተነ ንመጀመርታ ግዜ ሓዊ ክፈጥር ከኣለ። ኣዝዩ ኸኣ ተሓጐሰ። ቻክ ካብቲ ዝኸፈቶ ባኮታት ሓንቲ ኩዕሶ ረኸበ። እዛ ኩዕሶ ብላዕሊ ናይ ኣጻብዕቱ ደም ስለ ዝነበራ ቁሩብ ብምጽብባቕ ማለት ኣፍንጫን ኣፍን ብምስኣል ኣብዛ ኩዕሶ ምስሊ ናይ ሓደ ሰብ ብምስኣል ምስዛ ኩዕሶ ምዝራብ ጀመረ። እዛ ኩዕሶ ዊልሰን ዝብል ጽሑፍ ስለ ዝነበራ ዊልሰን ኢሉ ክጽውዖ ከኣ ጀመረ። ቸክ ኣብዛ ደሴት ኣርባዕተ ዓመት ስለ ዝገበረ ድሕሪ ኣርባዕተ ዓመት ዝብል ጽሑፍ ብምርኣይ ምስሊ ቻክ ድሕሪ ኣርባዕተ ዓመት ኣብዛ ደሴት እዩ ዝረአ። ቻክ ምስሉ ሙሉእ ብምሉእ እዩ ተቐይሩ። ቅድም ገጅፍ እዩ ዝነበረ፣ ሕጂ ግን ዓቢሩን ጨጎርጎር ኢሉን እዩ ዝረአ። ህይወት ናይዚ ደሴት ከኣ ሙሉእ ብምሉእ ለመዶ። ኣብዚ ኣርባዕተ ዓመት ምስ ዊልሰን ዕርክነቶም ኣዝዩ ደልደለ። ምክንያቱ ኣብዚ ደሴት ሓሳቡ ይኹን ናይ ልቡ ዘካፍሎ እንኮ እንተደኣ ነይሩ ዊልሰን ጥራይ እዩ። ሓደ መዓልቲ ዘይበሰለ ዓሳ እናተመገበ እንከሎ ድምፂ ሰምዐ። ቀስ ኢሉ እንተተዓዘበ ከኣ ጽፍሕ ዝበለ ዚንጎ መሳሊ ሓጺን ረኣየ። ብሓገዝ ናይዚ ሓጺን ካብዛ ደሴት ክወፅእ ይኽእል እየ ዝብል ሓሳብ ከዓ ኣብ ኣእምሮኡ ክመላለሶ ጀመረ። ካብ ደሴት ንኸይወፅእ ዝዕንቁፆ እንተደኣ ነይሩ ናብዚ ደሴት ዘጋጭው ፅፍዕታት ናይዚ ውቅያኖስ እዮም ዝነበሩ። ድሕርዚ ዓበይቲ ኣግራብ ብምቑራፅ ንእሽተይ ትንሳፈፍ ጃልባ ሰረሐ። ነታ ዝረኸባ ዚንጎ መሳሊት ፀፋሕ ሓፂን ብምዕፃፍ ከዓ ኣብ ልዕሊ እዛ ብኣግራብ ዝሰርሓ ንእሽተይ ጃልባ ከም ጋንፅላን መከላኸሊ ፀሓይን ንፋስን ንኽጥቀመላ ኣሰራ። ንፋስ ኣንፈቱ ምስ ቀየረ ካብዚ ደሴት ንኽወጽእ ከኣ ወሰነ። ቅሩብ መዓልታት ድሕሪ ምጽባይ ንፋስ ኣንፈቱ ቀየረ። ንዊልሰን ዓርኩ ምስኡ ብምስፋር ነጽፍዕታት ናይዚ ማዕበል ንምስንጣቕ ከኣ ተበገሰ። ዋላ እኳ ኣዝዮም ዓበይቲ ማዕበላት እንዳኣጋጠምዎ ብሓገዝ ንፋስ ነዞም ማዕበላት ብምስንጣቕ ናብ ማእከል ውቅያኖስ ኣምርሐ። ነዚ ማዕበል ብምስንጣቑ ከኣ ተሓጎሰ። ግና መርከብ ወይ ዳግማይ መሬት ይረክብ ድዩ ዋላስ ኣይረክብን ወላ ሓደ ዝፈልጦ ኣይነበሮን። ቻክ ንኣርባዕተ ዓመት ዝኣክል እዩ ኣብዛ ደሴት ተቐሚጡ። ሕጂ ግን ንገዛይ ክምለስ ይኽእል እየ ብዝብል ተስፋ ኣብ ሰፊሕ ውቅያኖስ ምንስፋፍ ጀመረ። ዋላ እኳ እንተጠምዩ ዓሳታት ክምገብ እንተጸሚኡ ከኣ ንዝዘንብ ዝናብ የዕቂሩ ኣብ ኮኮነት ብምምላእ ምስታይ እንተጀመረ እዚ ጉዕዞ ግን ቀሊል ኣይነበረን። ንብርቱዕ ዝናብን ማዕበላትን ንክገጥሞም እዩ ዝግደድ ነይሩ። ሓደ ምሸት ኣዝዩ ብርቱዕ ዝናብ ዘነበ። ቻክ ምስ ማዕበል ክቃለስ ድሕሪ ምሕዳር ደኺሙ ደቀሰ። እቲ ከም ዓርኩ ዝዕሎ ኩዕሶ ዊልሰን ከኣ ኣብዚ ውቅያኖስ ወደቐ። ቻክ ጸኒሑ ተበራበረ። ናብ ዊልሰን እንተጠመተ ዊልሰን ኣብ ቦትኡ ኣይነበረን። ከባቢኡ እንተተዓዘበ ኣብ ውቅያኖስ ወዲቑ ካብኡ ቅሩብ ርሕቕ ኢሉ ረኣዮ። ናብዚ ውቅያኖስ ብምእታው ንክመልሶ ምሕንባስ ጀመረ፣ እንተኾነ ግን ክዕወት ኣይከኣለን። ናብ ጃልብኡ ብምምላስ ከኣ ኣዝዩ ነብዐ፣ ምኽንያቱ ንኣርባዕተ ዓመት ዝኣክል ምስ ዊልሰን ጥራዩ ዝዛረብ ዝነበረ። ብምፍላይ ዊልሰን ከኣ ኣዝዩ በሃዮ፣ እንተኾነ ግን ጉዕዞኡ ቀጸለ። ድሕሪ ናይ ቁሩብ መዓልታት ጉዕዞ፣ ሓንቲ ዓባይ መርከብ ረኸበ። እዞም ኣብዛ ዓባይ መርከብ ዝነበሩ ስለ ዝረኣይዎ ኸኣ ደሓነ። ድሕሪ ኣርባዕተ ዓመት ቻክ ናብ ገዝኡ ተመልሰ። ብህይወት ብምምላሱ ናይ ሓጎስ ፓርቲ እውን ተገብረሉ። ግና ኩሉ ተቐይሩ እዩ ጸኒሕዎ። እዞም መቕርቡን ቤተሰቡን ቻክ መይቱ እዮም ኢሎም ስለ ዝቐበጹ ስነ ስርዓት ቀብሪ ተገይሩሉ። እታ ዘፍቅራ ዓርኩ ኬሉ እውን ተመሪዓ ኣደ ሓንቲ ቆልዓ ኮይናን እያ ጸኒሓቶ። ክበጽሓ ምስ ከደ ኬሊ ተሓጒሳ ሓቚፋ ሰዓመቶ። ግና ኬሊ ሕጂ ምስ ካልእ ሰብ ሓዳር መስሪታ እያ። ቻክ ነተን ናብ ማሌስያ ክብገስ እንከሎ ቅድሚ ክሪስትማስ ኬሊ ዝሃበቶ ህያብ ነታ ስእሊ ብምትራፍ ነታ ሰዓት መለሰላ። ኬሊ እውን መኪንኡ ምስኣ ከም ዘላ ብምንጋር ናብ መዐሸጊ መኪንኦም ብምውሳድ መፍትሕ ብምሃብ መኪንኡ መልሰትሉ። ቸክ መኪንኡ ሒዙ ተበገሰ። ቁሩብ ምስ ተበገሰ ኬሊ ቸክ ምኻዱ ደስ ኣይበላን። ከምዚ ሓደ ኣዝዩ ኣገዳሲ ነገር ካብ ኢዳ ዝመልቃ ዘሎ ኮይኑ ከኣ ተሰምዓ። ብድሕሪ እዚ ስሙ ብምጽዋዕ ደድሕርዛ መኪና ጎየት። ቸክ እውን መኪኑ ደው ኣቢሉ ብምውራድ ናብ ኣጎጻ ኣምርሐ። ተሓቛቒፎም ከኣ ተሰዓዓሙ። ኬሊ ብህይወት ከም ዝነበረን ሓደ መዓልቲ እውን ክምለስ ምዃኑን ነብሳ ይነግራ ከም ዝነበረ እንተኾነ ግን ኩሎም መይቱ እዩ ቅበጽዮ ኢሎም ስለ ዝደፋፍእዋ ንኽትርስዖ ከም እተገደደትን ኣብ ልዕሊኡ ዝነበራ ፍቕሪ ግን ክሳብ ሕጂ ከም ዘይጎደለን ኣዝያ ከም እተፍቅሮን ገለጸትሉ። ቻክ እውን ኣዝያ ከም ዘፍቅራ ገለጸላ። ብድሕርዚ ቻክ ንኬሊ ኣብ መኪንኡ ሰቐላ። ንቑሩብ ደቓይቅ ከኣ ብጽሞና እናተጠማመቱ ክሓስቡ ጀመሩ። ኣብ መንጎ ቻክ ኬሊ ንገዛ ተመለሲ ብምባል መኪኑ መሊሱ ንገዛ ኣብጽሓ። ብድሕርዚ ቻክ ምስ ሓደ ዓርኩ ኮፍ ኢሉ እዩ ዝረአ። ኬሊ ሓዳር ምግባራ ሕማቕ ተሰሚዕዋ ኣዝዩ ጊሁ ከኣ ነበረ። ብኸ ኣብቲ ደሴት ህይወተይ ባዕለይ ኣጥፊኤ እየ ኸኣ በለ። ህይወተይ ከሕልፍኩም ዘይፈቱ እኳ ኣይኮንኩን፣ ፈቲነ ነይረ እየ። ግና ኣብቲ እዋን እቲ ኣብ ልዕሊ ዝኾነ ነገር ሓይሊ ኣይነበረን። ልዕሊ ኩሉ ኬላ ኣፍቃሪተ እያ ትረኣየኒ ዝነበረት። ብህይወት ክቕፅል ኣለኒ ብምባል ከኣ ብህይወት መቐፀል ጀመርኩ። ኣብ መወዳእታ ንገዛ ተመሊሰ ምሳኻ እውን ይዕልል ኣለኹ። ግና ኬሊ ናይ ካልእ ኮይና እያ ፀኒሓትኒ። ዳግማይ ኩሉ ከሲረ። ባድነት ጥራይ ከኣ ይስምዓኒ ዘሎ ዝኾነ ክገብሮ ዝኽእል ነገር ከኣ የለን ግና ጸገም የለን እቲ ኮይኑ እቲ ህይወት ክትቅጽል እያ ዘለዋ ኣነ እውን ክቕጽል እዩ ዘለኒ ከኣ በሎ ቻክ ሓቂ እዩ ዝነበረ ዝግበር ነገር ኣይነበረን ግዜን ኩነታትን ንኬሊ መንገዳ ከም እትቕይር እዩ ገይርዋ ቻክ ከኣ በይኑ ተረፈ ግና ብህይወት ክቕጽል ስለ ዘለዎ ጉዕዞኡ ቀጸለ ተሳፊርዋ ዝነበረ ነፋሪት ምስ ተሓለት ካብታ ነፋሪት በቲ ማዕበል ናይ ውቅያኖስ ተጸፊዑ ካብ ዝመጾ ባኮታት ዘይከፈታ ናይ መወዳእታ ሓንቲ ባኮ ነበረት። ንሱ ኣዝዩ ሓላፍነታዊ ሰራሕተኛ እዩ ዝነበረ። ስለዚ ከኣ እዩ እንተ ደኣ ድሒነ ነዛ ባኮ ናብ ዋናኣ ክመልሳ ኣለኒ ብምባል ከይከፈተ ካብቲ ደሴት ምስኡ ሒዙዋ ዝተበገሰ። ብሰላም ከኣ ምስኡ ኣተወ። እዛ ባኮ ብላዕሊ ስእሊ ክልተ ኣኽናፍ መላእኽቲ ነበራ። ነዛ ባኮ ናብ ዋናኣ ንምብጻሕ በቲ ኣብ ታባኮ ተጻሒፉ ዝነበረ ኣድራሻ ተመሪሑ ንኸብጽሓ ጉዕዝኡ ቀጸለ። ግን ኣብቲ ገዛ ምስ በጽሐ ወላ ሓደ ሰብ ኣይጸንሖን። ንእሽተይ ወረቐት ኣብ ልዕሊ ታባኮ ብምጥቃዕ ከኣ ዚስ ፓኬጅ ሴቭድ ማይ ላይፍ ታንክ ዩ ቻክ ኖላን ኢሉ ብምጽሓፍ ኣብ ኣፍ ደገ እቲ ማዕጾ ኣጸጊዕዋ ከደ። ብድሕርዚ እናተመልሰ እንከሎ ኣብ ሓደ መስቀላዊ መንገዲ ካርታ ኣብ ኢዱ ሒዙ ናበናይ ኣንፈት ከም ዝኸይድ ጠፊእዎ ደው ኢሉ እዩ ዝረአ። ከምዚ ኢሉ እንከሎ ሓንቲ መኪና ዝሓዘት ጓል ኣንስተይቲ መጸቶ። መገዲ ዝጠፍኣካ ኢኻ ትመስል ከኣ በለቶ። ንሱ ከኣ ኣይተጋገኽን ጽቡቕ ኣለኺ በላ። ናበይ ኢኻ ክትከይድ ደሊኻ ዘለኻ በለቶ። ንሱ ከኣ ናበይ ገጽ ከም ዝኸይድ ይኽውስን ጸኒሐ በላ። እዛ ጓል ኣንስተይቲ ካብ መኪና ብምውራድ ነፍሲ ወከፍ ጽርግያ ናበይ ከም ዝወዝብ ብምሕባር ኣብ መኪና ተሰቒላ ጉዕዛኣ ቀጸለት። ጨቅ ብድሕሪ መኪናኣ ልክዕ ከምቲ ኣብ ልዕሊ እታ ዝመለሳ ባኮ ዝነበረ ስእሊ ክልተ ኣኽናፍ ረኣየ። እዛ ጓል ኣንስተይቲ እውን ኣንፈታ ናብቲ ሕጂ ቻክ ነታ ባኮ ኣብጽሑሉ ዝመጸ ቦታ ገጻ ኣምርሕ። ቻክ ዋናታ ዝመለሳ ባኮ ከም ዝኾነት ከኣ ተረድኦ። ፊልም ክትጅምር እንከላ መኪና እዞም ፊዴክስ ዝበሃሉ ትካል ናብዚ ገዛ ዝተጠልመ ንብረት እንዳብፅሐት እያ እትረአ። ኣብ መእተዊ እቲ ገዛ ከኣ ዲክን በቲናን ዝብል ስም እዩ ዝረአ። ግና ድሕሪ ኣርባዕተ ዓመት ቻክ ናብዚ ገዛ ነዛ ባኮ ከብፅሓ ክኸይድ እንከሎ ዲክ ዝብል ስም ተኣልዩ በቲና ዝብል ስም ጥራይ እዩ ዝረኣየ። እዚ ማለት ከኣ ንሳ እውን ከምዚ ቸክ ንመጻምዱ ዝኸሰራ ንመጻምድታ ከሲራቶ እያ ዘላ ማለት እዩ። ከምቲ ንሱ በይኑ ዝነብር ዘሎ ንሳውን በይና እያ ትነብር ዘላ መን ይፈልጥ ኣብ መጻኢ ክልቲኦም ክቕጽሉ ይኽእሉ ይኾኑ ቻክ ኣብዚ መስቀላዊ መንገዲ ደው ብምባል ንኣርባዕቲኦም መንገድታት በብሓደ ረኣዮም ኣብ መወዳእታ ኸኣ ናብቲ እታ ጓል ኣንስተይቲ ዝኸደትሉ መንገዲ ብምጥማት ተስፋ ዝሰሓወሶ ፍሽኽታ ኣሰንዩ ክምስ በለ እታ ፊልም ከኣ ኣብ ዝተፈጸመት ዝኸበርኩም ተኸታተልቲ ከምዚ ዓይነት ቪድዮታት ከቕርብ ትደልዩ እንተ ኾንኩም ላይክ ሼር ሳብስክራይብ ምግባር ኣይትሕመቑ ኣብ ቀፃሊ ብካልቲ ሕሶ ክሳብ ንራኸብ ከዓ ሰላም ፅንሑ